ሰላም ከመይ ኣለኹም ኩሉኹም ተኸታተልቲ ናይዚ ቻነል እዚ ምሳኹም ዘሎ ከኣ ኣቤል እየ ሎማዓንቲ ከኣ ንኹልና ከዕብየናን ከነቓቕሓናን ሂወትናን ክልውጥ ይኽእል እዩ ዝበልክዎ ኣርእስቲ ሒዘልኩም መጽየ ኣለኹ ናይ ሎማዓንቲ ኣርእስትና ክሳዕ መጨረሻ እንድሕር ተኸታቲልኩማ ርግጸኛ እየ ኣብ ዝኾነ ጽፍሒ ሃልዉ ኣብ ዝኾነ ቦታ ሃልዉ ዕላማኹም እንታይ ምዃኑ ብዘየገድስ እቲ ክትበፅሕዎ ትደልዩ ናይ ህይወት ደረጃ ብዘየገድስ ክጠቕመኩም ከም ትኽእል ኣይጠራጠርኒ እዩ ኣብ ኣካላትና ሓደ ኣዝዩ ገራሚ ንብረት ኣለና ንኹልና ብማዕረ ዝተዋህበና እሱ ኸዓ ኣእምሮና እዩ ፈጣሪ ኣብ ሙሉእ ህይወት ዘመንና ክንጥቀመሉ ካብ ንኽእል ንላዕሊ እቲ ዝበለፀ ህያብ ሂብና ኣሎ እሱ ኸዓ ኣእምሮና እዩ ግን እንታይ ዋጋ ኣለዎ መብዛሕትና እዚ ዝኣክል ዓቕሚ ዘለዎ ኣእምሮ ሒዝና እቲ ትሑት ናብራ ተለማሚድና ኢና ንነብር ቀለልቲ ሽግራት ቀለል ፀገማት ከጋጥሙና ከለዉ ምኒን ክንብል ወይ ከዓ ከነማርር ኢና ንርከብ እንተኾነ ግን ብትኽክል ኣእምሮና ከመይ ዓቕሚ ከም ዘለዎ ብኸመይ ይሰርሕ ከመይ ጌርና ንጥቀመሉ እንድሕር ፈሊጥና ኣይኮኑን እዚኦም ቀለልቲ ኣብ ህይወትና ዘጋጥሙና ሽገራት ኣይኮነን እዚ ቀሊል ህይወትና ከንስዕር ምኽኣል ኣይኮነን እቲ ሕልምና ክንበፅሕ ምኽኣል ኣብዚ ምድሪ ኣይከውን እዩ ዝተባሃሉ ዓበይቲ ነገራት እውን ክገብርን ክፈጥርን ዝኽእል ዓቕሚ ዘለዎ ንብረትና እዩ ሓደ ንብረት ክህልወና ምኽኣል ሓደ ነገር እዩ። እቲ ዘለና ንብረት ከመይ ጌርና ክንጥቀመሉ ወይ ከዓ ከመይ ጌርና ክንግልገለሉ ንኽእል ከዓ ካልኣይ ነገር እዩ። ናይ ሎማዓንቲ ቪድዮና ብዝተኽኣለኒ መጠን ቅልል ብዝበለት ንኹሉ ሰብ ክርድኦ ብዝኽእል ጌረ ከቕርባ እየ። መብዛሕትኡ ቪድዮታተይ እንድሕር ሪኢኹሞ ቅልል ብዝበለ ንኩሉ ሰብ ክርድኦ ብዝኽእል ገይረ እየ ዘቕርቦ ምክንያቱ ዕላማ ናይዛ ቻነል እዚኣ ንናይ ብዙሓት ሰባት ሂወት ክትልውጥ ምኽኣል እዩ ከምቲ ኣቐድም ኣቢለ ዝበልክዎ ሓደ ንብረት ኣገዳሲ መሳርሒ ምህላው ሓደ ነገር እዩ ነቲ ዘለካ መሳርሒ ከመይ ጌርካ ትጥቀመሉ ምፍላጥ ከዓ ካልኣይ ነገር እዩ እቲ ንብረትካ ከመይ ጌርካ ክትጥቀመሉ ከም ትኽእል ብትኽክል ፅቡቅ ጌርካ ድሕር ዘይፈሊጥካ ምህላው ጥራይ ትርጉም የብሉ መኪና ክትልወካ ትኽእል እያ ከመይ ጌርካ ክትዝውራ ከም ትኽእል ከመይ ጌርካ ክትጥቀመላ ከም ትኽእል ድሕር ዘይፈሊጥካ ግን ትርጉም የብላን። ንኣብነት እዛ ስእሊ እዚኣ ረኣይዋ። ኣብዛ ስእሊ እዚኣ እዚ ሰብኣይ ብድሕሪ እዚ መንደቕ ዘሎ ነገር እንታይ ምዃኑ ክርኢ እዩ ዝፍትን ዘሎ። እቲ ዝገርመኩም ካብዚ ኣኪብዎ ዘሎ ስካላ ሓንቲ እያ ተኣኽሎ ነይራ በዚ ድሕሪ እዚ መንደቕ ዘሎ ንክርኢ። ግን እዚ ብምሉእ ንብረት ሒዙ ክንሱ ብኸመይ ክጥቀመሉ ከም ዘለዎ ብትኽክል ስለ ዘይፈልጥ እዚ ኩሉ ንብረት ሒዙ ክሽገር ወይ ከዓ ክፅገብ ንሪኦ ኣለና። እዚ ከምዚ ዓይነት ተርእዮ ኣብ ብዙሕ ጽፍሕታት ናይ ህይወትና እዩ ዝርኣ። ብዙሓት ሰባት ኣገዳሲ ንብረት ወይ ከኣ ብዙሕ ነገራት ክገብር ዝኽእል ንብረት ሒዞም ግን ከመይ ገይሮም ከም ዝጥቀምሉ ብዘይ ምፍላጥ ክሽገሩ ወይ ከኣ ክጽገሙ ንርእዮም። ናይ ሎማዓንቲ ቪድዮና ከኣ ኣእምሮና ከመይ ገይርና ክንጥቀመሉ ከም ንኽእል፣ ከመይ ከም ዝሰርሕ ብትኽክል ከርእየኩም ክፍትን እየ ምናልባት ነዛ ቻነል ናብዛ ቻነል እዚኣ ሓደሽቲ ድሕር ኣለኹም ሳብስክራይብ ምግባርኩም ኣይትረስዑ ሳብስክራይብ ክትገብሩ ከለኹም ካታ ናይ ደወል ምልክት ፀቐጥዋን ሓደሽቲ ቪድዮታት ከወርድ ከለኹ ምእንቲ ኖቲፊኬሽን ክመፀኩም ክሳዕ መጨረሻ ምሳይ ፅንሑ ርግፀኛ ገለ ዝጠቕመኩም ነገር ከም ትረኽቡ ኦኬ እምበኣር ንቐፅል መጀመርያ ሓደ ክንፈልጦ ዘለና ነገር ኣሎ። እሱ ኸኣ ዓቕሚ ናይ ኣእምሮና ከመይ ምዃኑ ኣብ ኣእምሮና ኣእምሮና ብብሬን ሴልስ ወይ ከዓ ብኒሮንስ ዝቆመ እዩ ነፍሲ ወከፍ ሰብ ሚእቲ ቢልዮን ኒሮንስ ኣለዎ እዞም ኒሮንስ ነንሕድሕዶም ዝተኣሳስሩ ሳይናፕስ ዝበሃል ኣሎ ነፍሲ ወከፍ ሰብ ከዓ ሚእቲ ትሪልዮን ሳይናፕስ ኣለዎ ራእይዎ ሕጂ ሓደ ኒሮን ናይ ሓደ ፋብሪካ ዝኣክል ዓቕሚ ኣለዎ ብሕፅር ዝበለ ክርዳእኩም ምእንቲ ኢለ እንድሕር ሚእቲ ቢልዮን ኒሮንስ ኣለውና ኮይኖም ዳ እንታይ ኮይና ኢና ብትኽክል እዚኦም ዝኣኽሉ ዓቕሚ ከለና ነቲ ቀሊል ናይ ህይወትና መስገድላት እንኳ ምስጋር ምሰኣና ኦኬ ለሰይ እዚ ኣእምሮና እዩ ኣእምሮና ክልተ ፓርት ኣለዎ እዚ ላዕለዋይ ኮንሽስ ማይንድ ይበሃል እዚ ታሕተዋይ ከዓ ሳብ ኮንሽስ ማይንድ ይበሃል ኦኬ ስለዚ ክልተ ፓርት ኣለዎ ኣእምሮና ኢልና ኮንሽስ ኤንድ ሳብ ኮንሽስ ማይንድ ይበሃል ወይ ከዓ እዚ ኮንሽስ ማይንድ እቲ ላዕለዋይ ክፋል እቲ ክንሓስበሉ ከነመዛዝነሉ ንኽእል ክፋል እዚ ከዓ ወይ ከዓ እዚ ንቑሕ ኣእምሮ ንብሎ እዚ ከዓ ሕቡእ ኣእምሮና ንብሎ መብዛሕትኡ ኣካላትና በዚ ሳብ ኮንሽስ ማይንድ እዩ ዝቆፃፀር እዚ ሳብ ኮንሽስ ማይንድ ከመይ ከም ዝሰርሕ እዚ ኮንሽስ ማይንድ ከዓ ከመይ ከም ዝሰርሕ ክንርኢና ኮንሽስ ማይንድና ክሓስብ ይኽእል እዩ ናይ ምሕሳብ ብቕዓት ኣሎ ወይ ከዓ ቲንኪንግ ማይንድ ንብሎ ሓደ እዚ ኮንሽስ ማይንድና ኤዲኬት ክመሃር ይኽእል እዩ ክንምህሮ ከነሰልጥኖ ንኽእል ኢና ክመሃር ክስልጥን ክዓቢ ይኽእል እዩ ካልእ እዚ ዝኾነ ሓሳባት መጀመርያ ናብዚ ኮንሽስ ማይንድ ናይ ድመፁ ኔጌቲቭ ይኹን ፖዘቲቭ ብዘየገድስ ኣብዚኦም ሓሳባት ዝፍጠሩ ሓሳባት ዝፍጠሩ ወይ ከዓ ኣይድያ ኣብዚ እዩ ዝፍጠር ክንሓስብ ከነመዛዝን ወይ ከዓ ከነሰላሰል ንኽእል በዚ ኮንሽስ ማይንድና እዩ ብተወሳኺ እዚ ኮንሽስ ማይንድ ኣክሰፕት ወይ ከዓ ሪጀክት ናይ ምግባር ብቕዓት ኣለዎ ወይ ከዓ ዓቕሚ ኣለዎ ዝኾነ ሓሳባት ኣብዚ ኮንሽስ ማይንድና ምስ ዝመፅእ ኖ ኖ ኖ ኖ እዚ ትክክል ኣይኮነን ኢልና ሪጀክት ክንገብሮም ንኽእል ኢና ክንጉሕፎም ንኽእል ኢና ኖ እዚ ትክክል ሓሳብ እዩ እዚ ፅቡቕ ሓሳብ እዩ ኢልና ከዓ ክንቅበሎም ንኽእል ኢና ሎክ ሕጂ እዚኣ ፅቡቅ ጌርኩም ኣስተውዕልና እቶም ኣብዚ ሓሳባት እዚ ዝሓሰብናዮም ነገራት እዮም። ምስ ተደጋገሙ፣ ምስ ተቐበልናዮም፣ ደጋጊምና ምስ ሰማዕናዮም ወይ ከኣ ብዙሕ ግዜ ኣብዚ ምስ ኣጽናሕናዮም ናብዚ ሳብኮንሽስ ማይንድ ዝወርዱ ሓንሳብ እንድሕር ናብዚ ሳብኮንሽስ ማይንድ ወሪዶም ኣብዚ ከም ሃቢት ወይ ከዓ ከም ልምዲ ኮይኖም ኣብ ዝቕመጡ እዚ ሳብ ኮንሽስ ማይንድ ነገራት ሪጀክት ክገብር ኣይክእልኒ ነገራት ከመዛዝኖም ኣይክእልኒ ሓሳብ ምስ ተቐበሎ ነቲ ዝተቐበሎ ናብዚ ኣካላትና ወይ ከዓ ቦዲ በዚ ናብዚ የውርዶ በዚ ከዓ እቲ ሪዛልትና ንቕበል ማለት እዩ ስለዚ ነዚ ውፅኢት ኣብ ህይወትና ንረኽቦ ሪዛልት ወይ ከዓ ነቲ ኣብ ህይወትና ንዝመፅእ ውፅኢት መን እዩ ዝቆፃፀሮ? እዚ ሳብኮንሽስ ማይንድና እዩ። ኣብዚ ሳብኮንሽስ ማይንድና ፓራዳይም ዝበሃል ፕሮግራም ኣሎ። እዚ ፓራዳይም ነዞም ልምድታትና ዝቆፃፀር ፕሮግራም ብተወሳኺ እቲ ዝገርም ነገር ሓንሳብ ባይተወይ ናብዚ ሳብ ኮንሽስ ማይንድ ካልእ ወላ ሓንቲ መገዲ የለን ናብዚ ሳብ ኮንሽስ ማይንድ ሓሳባት ክመፅእ ወይ ከዓ ክወርደሉ ዝኽእል እታ እንኮም ናብዚ ክትመፅእ ትኽእል በዚ ኮንሽስ ማይንድና ገይሩ ስለዚ ኣዝና ክንጥቀቐሉ ዘለና ነገር እንታይ ኣብዚ ኣብዚ ኮንሽስ ማይንድና እንታይ ዓይነት ሓሳባት እዮም ዝመፁ ኣእምሮ ነቶም ዝመፁ ሓሳባት ከነሓስበሎም ኢና ጀነራል ኸ ንሓስብ ዶ ሕጂ ዝነገረኩም ዜና ብጣዕሚ ክገርመኩም ይኽእል እዩ ግን ሓቂ እዩ ኣብ ዓለምና ቴስዓን ሓሙሽተን ሚእታዊ ሰባት ካብ ክሓስቡ ክሞት ይመርፁ ኣርባዕተ ፐርሰንት ዝሓስቡ ዘለዉ ይመስሎም እቶም ሓደ ፐርሰንት እዮም ዝሓስቡ ብትኽክል ዝሓስቡ ኣዝዩ ዝገርም ዳታ እዩ እዚ መፅናዕቲ ዘውፀ እዩ ናተይ ሓሳብ ከይመስለኩም ትስዓን ሓሙሽተ ሚእታዊት ሰባት ኣይሓስቡን እዮም ካብ ክሓስቡ ክሞት ይመርፁ ዝበዝሐ ሰብ ኦ ኣይተጨነቐ ንግደፈኒ ከምኡ ዓይነት ነገር ኣይደልን እዩ ብለካ ግን ክትሓስብ እንድሕር ደይክኢልካ እዚ ኮንሽስ ማይንድኻ ዝመፅእ ኣብዚ ኮንሽስ ማይንድኻ ዝመፅእ ሓሳባት ክትቆፃፀሮም ጌጋ ተኮይኖም ሪጀክት ክትገብሮም ክትነፅጎም እንድሕር ደይክኢልካ ህይወትካ ትቆፃፀር ትኽእል የለኻ ማለት ብዝተፈላለየ መገዲ ወይ ብዝተፈላለዩ ቪድዮታት ህይወትና ክንቆፃፀር ንኽእል ኢና ህይወትና ኣብ ትሕቲ ቁፅፅርና ክንገብራ ንኽእል ኢና ዝብል ቪድዮታት ርኢና ክንከውን ንኽእል ኢና ኤግዛክትሊ እቲ መስርሕ ከምዚ እዩ ዝሰርሕ እቶም ኣብ ናይ ህይወት መምሃራን ህይወትና ክንቆፃፀራ ንኽእል ኢና ዝብሉ እዚ ሲስተም እዚ ብትኽክል ስለ ዝፈልጥዎ እዩ ምክንያቱ ኣብዚ እዋን እዚ ናብዚ ኮንሽስ ማይና ዝመፅእ ሓሳባት ካበይ ትመፅእ ሶሻል ሚድያ ሓቂ ካብ ሶሻል ሚድያ ኢና ዝበዝሐ ኢንፎርሜሽን ንረኽቡ እዚ ኢንፎርሜሽን ዝመፅእ ናብ ኣእምሮና ንቆፃፀሮ ዶ ኔጌቲቭ ክኸውን ይኽእል እዩ ፖዚቲቭ ኣሉታዊ ክኸውን ይኽእል እዩ ኣውንታዊ ክኸውን ይኽእል እዩ ዝመፅእ ሓሳብ ኣብዚ ኮንሽስ ማይንድና ሓሲብና ኮነ ኢልና ኣመዛዚና ኖ እዚ ሓሳብ እዚ ጌጋ እዩ እዚ ነገር እዚ ኣይከውን ኢልና ሪጀክት እንድሕር ጌርናዮ ናብዚ ክሓልፍ ንፈቕደሉ ኣለና ማለት እዩ እዚ ሳብ ኮንሽስ ማይንድና ዝሃብካዮ ምቕባል እምበር ሪጀክት ዝኾነ ኣክሰፕት ናይ ምግብ ኣክሰፕት ምግባር ጥራይ እዩ ሪጀክት ምግባር ኣይኮነ ኢቭን ከማን እቲ ኣይድያ ሪል ኣይድያ ድዩ ዋላስ ኢማጂኔሽን ከማን ክፈልጦ ኣይክእልን ክፈልዮ ከማን ኣይክእል እቲ ኣብ ኣብዚ ዘሎ እቲ ዝመጸ ዘሎ ሓሳባትሲ ናይ ብሓቂ ሓቂ ድዩ ዋላስ ኣብ ኣእምሮና ዝሰኣልናዮ ነገር እዩ ከማን ክፈለ ይክእል እዩ። ንኣብነት ብዙሓት ሰባት ኣብ ፍርሒ ክነብሩ ርኢና ክንከውን ንኽእል ኢና። ኣብ ጥርጣረ ብንእሽተይ ብዓቢ ብንእሽተይ ብዝኾነ ነገራት ክጠራጠሩ ርኢና ክንከውን ንኽእል ኢና። እዞም ሰባት እዚኦም ኣብዚ ሳብኮንሽስ ማይንዶም እዚ ነገር እዚ ስለ ዝኣተወ እዩ ምቁጽጻር ስኢኖም ኣለዉ። ኦኬ ስለዚ ከመይ ጌርና ደኣልና ነዚ ክንቆፃፀሮ ወይ ከዓ ነዚ ኣብዚ ዘሎ ክንቅይሮ ንኽእል ካልእ ከርእየኩም ዝደሊ ሓደ ነገር ኣሎ ብዛዕባ ህፃን ቆልዓት መብዛሕትኡ ግዜ ኣብ ሕብረተሰብና ወይ ከዓ ኣቦታትና ክምስሉ ቆልዓ ብርሑሱ ብንእሱ ቆርበት ብርሑሱ ክብል ሰሚዕና ኣለና ንእሽተይ ቆልዓ ብንእሽተዩ እታ ዘርኣኻዮ መገዲ ካብኣ ይገድፍ ነይሩ ዋይ ይመስለኩም ቆልዑት ክውለዱ ከለዉ ሳብ ኮንሽስ ማይንድ ጥራይ ደሎ ኮንሽስ ማይንድ ገና ሒዞም ኣይውለዱን ምክንያቱ ዳስዋ እዮም ከዓ ክሓስቡ ከመዛዝኑ ከሰላስሉ ኣይክእሉን እዮም ዋላ ሓዉ ከማን ከምዘንድድ ኣይፈልጡን እዮም ኢደም እዮም ዝሰዱ እዚ ኩልና ንፈልጡ ሓቂ ሓቂ ስለዚ ቆልዑት እቲ ዝመፅእ ነገር ስለ ዘይፈልጥዎ ዳይረክት እቲ ዝመፅእ ናብ ሳብ ኮንሽስ ማይንድ እዩ ዝኸይድ እታ ብንእሽተኦም ዝሓዝዋ ከዓ ወላ ምስ ዓበዩ ከዓ ከተግብርዋ ንርኢ ስለዚ ቆልዑት ኣብዚ ኢና ክንጥንቀቐሎም ዘለና እንታይ ዓይነት ሓሳባት እዩ ናብ ርእሶም ዝኸይድ እንታይ ዓይነት ነገራት እዮም ዝሰምዑ ዳስዋ ኢና ንቆልዑት ዝረአን ዘይረአን ቪድዮታት ተባሂሉ ዝፍለ ደቅና እንታይ ዓይነት ሓሳባት ንኣብነት ሓደ ቆልዓ ብንእሽተይ ከሎ ናይ ኣከባቢኡ ናይ ወለዱ ናይቲ ሰፈር ኣብቲ ዝዓበየሉ ንዑ እዩ ዝመስል ንኣብነት ሓደ ቆልዓ እንድሕር ኣብ ቻይና ተወሊዱ ቻይና ክዛረብ ኢና ንሪኦ ብቻይና ቋንቋ ቻይና ክዛረብ ኢና ብቻይና ቋንቋ ኢና ክዛረብ ንሰምዖ ኣብ ኣሜሪካ ድሕሪ ዓብኻ እንግሊሽ ክዛረብ ንሰምዖ እዚ ቆልዓ እዚ እቲ ኣብ ከባቢኡ ብወለዱ ክዝረብ ዝሰምዖ እዩ ዝደግሞ ምክንያቱ ኣብዚ ኮንሽስ ማይንድ ስለ ዘይብሉ ከም መዛዝኖ ወይ ከዓ ኣክሰፕት ሪጀክት ክገብረሉ ዝኽእል ወልሓደ ነገር የለን ፃዕዳ ወረቀት እዚ እቲ ዝሃብካ ከዓ ይቕበል እቲ ብከባቢኡ ዝሰምዖ ወይ ከዓ እቲ ወለዱ ክብልዎ ዝሰምዐ ጽልኢ እንድሕር ደጋጊምካ ነጊርካዮ እታ ጽልኢ ምስ ዓበየ ከተውጽኣ ኣይትኽእልን ኢኻ። ፍቕሪ እንድሕር ምሂርካዮ ብንእሽተዮ ከኣ እታ ፍቕሪ ከኣ ምስ ዓበየት ክትዓብን ክትስስንን ኢኻ ትርእያ። ስለዚ ቆልዑት እንታይ ክሰምዑ ከም ዘለዎም ካብ ንእሽቶ ቆልዑት ደይሰምዑ ደየስተውዕሉ እዩ ዝመስለና ግን እቲ ሳብ ኮንሽስ ማይንድ ናቶም ኦፕን ስለ ዝኾነ ክፉት ስለ ዝኾነ እቲ ዝመጽእ ሓሳባት ብምሉእ ስኢል እዩ ዝኣቱ እቲ ዝገርም እዚ ሳብኮንሽስ ማይንድ ናህና እቲ ብምሉኡ ኣብ ህይወትና መፃ ህይወትና ዝውስኖ እዚ እዚ ሃቢት ናህና እዩ እዚ ሃቢት ናህና ከዓ ኣብ ሳብኮንሽስ ማይንድ ናህና ይብሎ ስለዚ ከመይ ጌርና ኢና ነዚ ንቕይሮ ሓደ ክንፈልጦ ዘለና ነገር እዚ ከመይ ከም ዝሰርሕ ሕጂ ኦረዲ ነጊረኩም ኣለኹ ኮንሽስ ማይንድ ኣለና ሳብ ኮንሽስ ማይንድ ኣለና መጀመርያ ሓሳባት ኣብ ኣእምሮና ኣብዚ እዩ ዝፍጠር ኣብዚ እዩ ዝፍጠር ኣብዚ ሳብ ኣብዚ ኮንሽስ ማይንድ ናና ኣብዚ ኢና ንሓስብ ኣብዚ ሓሲብና ኣሰላሲልና ውሳነ ምስ ሃብናሉ ከዓ ናብዚ ይወርድ ኣብዚ ምስ ወረደ ሃቢት ወይ ከዓ ከም ልምዲ ኮይኑ ኣብዚ ይቕመጥ ስለዚ ንሕና እዞም ልምድታት ናህና እዮም ከዓ ናብዚ ውፅኢት ዝህቡና ምክንያቱ እዚ ሳብኮንሽስ ማይንድ ወይ ከዓ ኢሞሽናል ማይንድ ኢሎም ፅዕዎ ስሚዒት ፊሊንግና እዩ ዝቆፃፀሮ እዚ ረዲኹም እጂ ሓሳባትና ናብ ፊሊንግ ንኸይድ ኣሎ እቲ ፊሊንግ ናህና ከዓ ናብ ኣካላትና ወርዳ ኣሎ እቲ ኣካላትና ከዓ ውፅኢትና ይቆፃፀሩ ስለዚ መፃኢ ህይወትና ክንቆፃፀር ኣይንኽእልና መፃኢ ህይወትና ዝቆፃፀርዎ እዚኦም ልምድታት እዚኦም እዮም ዝቆፃፀርዎ መፃኢ ህይወትና ንሕና ከንመን ኢና ክንቆፃፀር ንኽእል ነዞም ልምድታት እዚኦም ግን ክንቆፃፀሮም ንኽእል ስለዚ እንታይ ኢና ክንገብር ኣለና ብዝተኸኣለ መጠን እዚኦም ልምድታትና እዚኦም እዚኦም ልምድታት እዚኦም እዚኦም ኢና ክንቅይሮም ዘለና ከመይ ጌርና ኢና እዞም ልምድታት ንቕይሮም ሓደ ነገር ደጋጊምና ብምግባር ንኣብነት እዛ ቪድዮ እዚኣ ትርእይዋ ኣለኹም እዛ ቪድዮ እዚኣ ሎሚ ዓም ትርእኹም ዋው እዚኣ ፅብቕቲ ኢልኩም ድሕር ገዲፍኩም ኣኸይኩም ወላ ሓንቲ ለውጢ ወይ ከዓ ወይ ሓንቲ ውፅኢት ኣብ ሂወትኩም ኣይተምፅእ ግን ደጋጊምኩም ድሕር ርኢኹማ እቲ ደጋጊምኩም ዝረኣኹሞ ከዓ እንድሕር ተግባራዊ ክትገብሮ ጀሚርኩም ሽዑ እዩ እቲ ልምድታትና ዝቕየር ንኣብነት ሓደ ሰብ ንግሆ ናይ ምትሳእ ልምዲ ኣይነበሮ ንበል ንግሆ ሰዓት ዓሰርተ ኤኤም ወይ ከዓ ናይ ንኮይ ዝትስእ ሃንደበት ንምንታይ ክሳብ ሰዓት ዓሰርተ ዝድቅስ ድሕሪ ሕጂ ንጎ ተስኤ ኤክሰርሳይዝ ገብር ኣለኒ መፅሓፍ ከንብብ ኣለኒ ክብል ይኽእል እዩ ሎክ እዚ ሰብ እዚ ንግሆ ናይ ምትሳእ ሞርኒንግ ናይ ምትሳእ ልምዲ የብሉን ስፖርት ክሰርሕ ደሊ ኣሎ ኤክሰርሳይስ ናይ ምስራሕ ልምዲ የብሉን ካልኣይ ሳልሳይ መፅሓፍ ንቆተሲ ኤክሰርሳይስ ሰሪሕ መፅሓፍ ከንብብ የብላ ሎምሽ ሪዲንግ መፅሓፍ ናይ ምንባብ ልምዲ የብሉ ሃንደበት ትስእ ኢሉን ፅባሒቱ ሰዓት ሓሙሽተ ተስኤ ኤክሰርሳይስ ገብረ ኤክሰርሳይስ ገይረ ከዓ መፅሓፍ ከንብብ እየ ድሕሪ ኢሉ ርግፀኛ እየ ናይ ዘይክገብሮ ዘለዎ ዕድል ኣዝዩ ገፊሕ እዩ ባይ ዘ ወይ ለይቲ ክንድቅስ ከለና እዚ ኮንሽስ ማይንድና እዩ ዝድቅስ እምበር እዚ ሳብ ኮንሽስ ማይንድና ኣይድቅስን እዩ እዚ ሳብ ኮንሽስ 24 ሰዓት ይሰርሕ ምክንያቱ ስርዓት ምስ ንፋስና ልብና ህርመትና ብምሉእ ዝቆፃፀሮ እዚ እዩ እቲ ቀትሪ ክንገብሮ ንውዕል ለይቲ ብሕልሚ ድዩ ብሃተፍተፍ ንሪኦ

ንስኻ እኮ ሰዓት ዓሰርተ ኢኻ ትስእ ኔርካ እንታይ እዩ ዝፍጠር ዘሎ እዩ ድብሎ ምክንያቱ እንታይ ይፍጠር ኣሎ ከማን ከበረጋግፅ ኣይክእል እታ ዝለመዳ ጥራይ ድገብር ንጎ ሰዓት ዓሰርተ ከም ትስእ እየ ዝፈልጥ ኣነ ስለዚ ሰዓት ዓሰርተ ኢኻ ክትስእ ዘለካ ንምንታይ ኢኻ ሰዓት ሓሙሽተ ዝርብሸና ዘሎ እዩ ድብሎ ስለዚ ኣላርም ጥኢኻ ትድቅስ ማለት እዩ ወይ ከዓ ቀጨውጨው እናበለካ ትትስእ ማለት እዩ ብክንደይ ሽግር ኦኬ ሰዓት ሓሙሽተ ተስኡ ንበሎ ንሓን እዚ

ኦኬ ናይ መጀመርያ መዓልቲ ገበራ ካልኣይ መዓልቲ ከዓ ከም ገለ ገይሩ ብክንደይ ታሽሙ ገይሮ ድሕሪ ግን ናብዚ ክምለስ ኣይክእልኒ ምክንያቱ ኣብ ኣዝዩ ገፊሕ ለውጢ እዩ ደምፅ ዘሎ ኣብ ህይወት ንኣሽቱ ለውጥታት ኢና ክንገብር ዘለና ነዚ ሃቢት ናሃና ነዚ ልምድታትና ክንቅይረል ኮይና ንኣብነት እንታይ ይገብር ኣለዎ እዚ ሰብ እዚ ድሕሪ ሰዓት ዓሰርተ ትስእ ነይሩ ኮይኑ ካብ ፅባሕ ሰዓት ትሽዓተ ክትስእ ይብል ቁሩብ መዓልታት እዚኣ የልምዳ ሰሙን ሽዑ ከዓ ሰዓት ሸሞንተ ሽዑ ሰዓት ሸውዓተ ሽዑ ሰዓት ሽዱሽተ እንዳበለ እቲ ልምድታቱ ቀስ እንዳበለ ክቕይር ይኽእል ሓደ ልምዲ መፅናዕትታት ከም ዝገልፆ ሓደ ነገራት ደጋጊምካ ምስ ገበርካ ናብ ሃቢት ወይ ከዓ ናብ ልምድኻ ዝቕየር ገሊኦም ዕስራን ሓደን ደይስ መዓልታት የድልዮ ይብሉ ገሊኦም ዕስራን ሸውዓተን ይብሉ ደሓን ብሳላሳ ንሓዞ ብሳላሳ ንሓዞ ስለዚ ሓደ ነገር ኣብ ህይወትና ለውጢ ከምፅ ኮይና ደጋጊምና ሳላሳ መዓልቲ ክንገብረና ድሕሪኡ ኣብዚ ሳብኮንሽስ ማይንድና ስለ ዝምዝገብ እዚ ሃቢትና ክልወጥ ስለ ዝጅምር ኦኬ እዚ ነገር ተቐይሩ ኣሎ ማለት ሰዓት ዓሰርተ ዝነበረ ሰብዚ እንዳበለ ሰዓት ሽዱሽተ ክትስእ ጀሚሩ ኣሎ ብለን ኢሉ ኣብዚ ይምዝገብ ማለት እዩ ድሕሪኡ ሰዓት ሸውዓተ ባዕልና ክትስእ ንጅምር ዋላ ኣስተውዕልሉ እንድሕር ሓደ ግዜ ዘይርስዓኒ ኣብ ስዑድያ ከለኹ እዩ ናይ ድራይቭ ላይሰንስ መኪና ከውፅእ እመሃር ነይረ ክመሃር ከለኹ ሰዓት ሰዓት ሸውዓተ ድያ ኣረኖ ኣይዝክራኒ ሰዓት ሸውዓተ ስፔሲፊክ ሰዓት እያ ነይራ ብሓፂሩ ዝትሰኣላ ናብ ትምህርቲ ክኸይድ ሓደ ክልተ ሰሙን ብኣ ምስ ተምሃርኩ ልክዕ ምስ ወዳእኹ እውን ልክዕ ኣብታ ሰዓት ነፍሰይ ባዕሉ ክበራበር ጀሚሩ ልክዕ ኣብታ ሰዓት ይበራበር ሽዑ ተመሊሰ ዝድቅስ ስለዚ ከምዚ እዩ ተሃቢ ዝሰርሕ ኣብታ ሰዓት እያ ከምኡ እውን ኣጋጢምኩም ከም ዝፈልጥ ርግፀኛ ሓደ ነገር ደጋጊምኩም ጌርኩሞ ድሕሪኡ ነብስና ባዕሉ እዩ ክለምድ ይጅምር ባዕሉ ክትስእ ይጅምር ማለት እዩ

ወርሒ ከምኡ ምስ ገበረ ናብ ክልተ ፔጅ የስግራ እንዳበለ ናብ ሰለስተ ፔጅ ሽዑ ሰዓት ከንብብ ድሕር ደልዩ ከንብብ ይኽእል እዩ ሕጂ እንታይ ይብል ኣለኹ እቲ ኣብ ህይወትና ነምፅኦ ለውጢ ንኣሽቱ ክኾን ኣለዎ ቀስ ብቀስ ቀስ ብቀስ ነብስና እንዳልመድናዮ እንዳልመድናዮ እንዳልመድናዮ እዚ ኣብዚ ሳብ ኮንሽስ ማይንድና ዝፍጠር ነገራት እዞም ሃቢት ናሃና ወይ ከዓ እዞም ልምድታት ናሃና ክንቅይሮም ንኽእል ኢና እዚኦም እንድሕር ቀይርናዮ ንኣብነት ሓደ ሰብ ንጎ ናይ ምትሳእ ልምዲ ድሕር ኣለዎ ስፖርት ናይ ምስራሕ ልምዲ ድሕር ኣለዎ መፅሓፍ ናይ ምንባብ ልምዲ ድሕር ኣለዎ እዚኦም ዝገብሮም ዘሎ ነገራት እዚ ሃቢቱ ነዚ ተግባራቱ ቀይርዎ ኣሎ እዚ ተግባራቱ ከዓ ነዚ ውፅኢቱ ክቅይሮ ከዓ ናይ ግድን እዩ ምክንያቱ እንድሕር ኤክሰርሳይዝ ገይሩ ጥዕና ክህልዎ እዩ መፅሓፍ ተንቢቡ ኣእምሮ ክሰፍሕ እዩ ሓንጎሎ ክዓቢ እዩ ተግባራቱ ከዓ ብኡ መጠን ክዓቢ እዩ ማለት እዩ ስለዚ እቲ ክንገብሮ ዘለና እዞም ሃቢት ናህና እዚኦም ክንቅይሮም ኢና ዘለና እዞም ሃቢት ናህና ምስ ተቐየሩ እዚኦም እዮም ናብዚ ከመይ ይሰርሕ መሲልኩም ሓደ ነገር ሓደ ነገር ሓደ ሓሳብ መፅምሽ

ይቕየር ላይፍና ይቕየር ኣእምሮና ሓሳባትና ሓስብቲ ሓሳባትና እምነትና ይቕይሮ እቲ እምነትና ስምዒትና ይቕይሮ እቲ ስምዒትና ኣክሽንና ተግባራትና ይቕይሮ ተግባራትና ከዓ ውፅኢትና ይቕይሮ ውፅኢትና ተቐይሮ ከዓ ውጭ ላይፍና ተቐይሩ ኣሎ ማለት እዩ ስለዚ እዛ ናይ ሎማዓንቲ ኣዝያ ወሳኒት እያ ንዝኾነ ሰብ ኣብ ዝኾነ ፅፍሒ ይሃሉ እዚ ሲስተም እዚ እንድሕር ተረዲእዎ ከመይ ከም ዝሰርሕ ኣእምሮና ድሕር ተረዲኡ ቀሊል እዩ ዝኾኑ ሓደ ነገር ክገብር ደሊ ኦኬ እንታይ ክገብር ደሊ ኣለኹ ንዑ ክገብር ተኮይነ ከምኡ ዝገብር ልምዲ የብለይን ስለዚ ልምዲ እየ ከጥሪ ዘለኒ ልምዲ ከመይ ገይረ ድለ ቀስ እንዳበልኩ ክቕይረ መፅሓፍ ደይ ዘየንብብ መፅሓፍ ምንባብ ብዙሓት ሰባት ከመይ ኣሎ መሲሉ ብዙሓት ሰባት መፅሓፍ ከንብቡ ይደልዩ ግን እቲ ኣክሽን ብዙሕ ሰብ ሕጂ እንታይ ድኾን እቲ ነገራት ይፈልጦ እዩ ክገብሮ ይደሊ ከመይ ገይሩ ከም ዝገብሮ ግን ነብሱ ይኣብዮ ሸግሮ ሎሚ ፅባሕ ሎሚ ፅባሕ ሎሚ ፅባሕ እናበለ ግዜ ይሓልፍ ግዜ ከዓ ወርቂ እዩ ዝገርም ዝበዝሐ ሰብ ናይ ዓሰርተ ዓመት ኤክስፒሪንስ ኣለኒ ወይ ከዓ ልምዲ ኣለኒ ይብል ወይ ናይ ሰላሳ ዓመት ኤክስፒሪንስ ኣለኒ ይብል እንድሕር ጥልቕ ኢልካ ሓቲትካዮም ግን እዚ ሓደ ዓመት ሓደ ዓመት ዓሰርተ ግዜ ደጊ ደጊምዋ ስለዚ ናይ ሓደ ዓመት ኤክስፒሪየንስ ዘሎ እዚ ሰለስ ሓደ ዓመት ሰላሳ ግዜ ደጊምዋ ወደታ ይቀየሮ ዝተቀየረ ነገር ኣሎ የለን ሓንሳብ እታ ስራሕ ይለምዳ እታ ስራሕ ምስ ለመዳ ንሳላሳ ዓመት እታ ዝገበራ ይደግማ ስለዚ ርግፀኛ ንኹን ኣብ ሂወትና ድሕር ኣብ ዘለኹሞ ዓዲ ወይ ኣብ ሂወት ንኣብነት ሕጂ እንድሕር ወዲ ሰላሳ ዓመት ኣለኻ ወዲ ኣርባዓ ዓመት ኣለኻ ኣርባዓ ዓመት ዲኻ ነርካ ምስ ዋላስ ሓንቲ ዓመት ኢኻ ኣርባዓ ግዜ ደጋጊምካ እዚ ርግፀኛ ንኹን ዝሓለፈ ዓመትን ሎሚ ዓመትን ሂወትና እንድሕር ሓደ ኣብ ሓደ ተመሳሳሊት ኣላ ንመውት ኣለና እዚ ርግፀኛ ኮይኑ ነገረኩም ንመውት ኣለና ዓምን ሎምን ሂወትና ሓደ ክኸውን ይብሉን ቅድሚ ሓሙሽተ ዓመትን ሕጅን ሂወትና ሓደ ክኸውን ይብሉን ክቕየር ኣለዎ ግዜ ይኸይድ ስለ ዘሎ ንሕና ከዓ ምስ ክንጎይ ኣለና ስለዚ ከነመሓይሾ ኣለና ከነዕርዮ ኣለና ክንልውጦ ኣለና ሓድሽ ነገራት ኣብ ሂወትና ክንለምድ ኣለና ሓድሽ ነገራት ኣብ ሂወትና ከነምፅእ ኣለና ዝኾነ ነገር ክንፈርሕ የብልና ምክንያቱ ፍርሒ ንባዕሉ ኢማጂነሽን ኣብ ኣእምሮና ንሰኣልናዮ ነገር እዩ እምበር ሓቂ ኣይኮነን ስለዚ ናይ ሎማዓንቲ ኣረስተይ እዚኣ እያ ነይራ ፈቲኹማ ክትኮኑ ገለ ትምህርቲ ወሲድኩምላ ክትኮኑ ተስፋ ይገብር ኣብ ዝመፅእ ብዛዕባ ኣብዚ ሃቢት ናህና ክቕይር ዝኽእል ነዚ ብሊፍ ሲስተም ናህና ክቕይር ዝኽእል ነዚ ብሊፍ ሲስተም ክቕይር ዝኽእል ሓንቲ ቪድዮ ሒዘልኩም ክመፅእ ክሳብ ሽዑ